ሰላም ተኸታተልቲ ናይዚ መደብ ከመይ ፀኒሕኩም ኣብዚ ዘለኹሞ ሰላም ጥዕና ቅሳነት እንዳተመነኹ ንሎማዓንቲ ድማ መቐፀልታ ካብ ዝሓለፈ ኣብ መጀመርያ ናይ ኣድቨርብ ኣድቨርብ ገሊፅናዮ ኣድቨርብስ ኦፍ ታይም ርኢና ኣድቨርብስ ኦፍ ፕሌስ ርኢና ኣድቨርብስ ኦፍ ማነር ርኢና ኣለና ሎማዓንቲ ድማ ኣድቨርብስ ኦፍ ፍሪኮንሲ ክንርኢ ኢና ማለት እዩ ኣድቨርብስ ኦፍ ፍሪኮንሲ ኤድ ኣወርድ that describes how often something happens ክንደይ ግዜ ብተደጋጊሚ'ዩ እዚ ነገር እዚ ዝኸውን እዚ ፍጻሜ ዝኸውን ዝነግረኒ ከኣ ኣድቨርስ ኦፍ ፍሪኮንሲ ይባል ኣድቨርስ ኦፍ ፍሪኮንሲ ክንደይ ግዜ ይደጋገም እቲ ነገር ክሕብረና ዝኽእል እዩ ከም ካልኣይ ነጥቢ ክንሕዛ ዘለና ኣብ ኣድቨርስ ኦፍ ፍሪኮንሲ ከጽሕፍ ከለና they are uh, usually መብዛሕትኡ ግዜ ሎኬት መብዛሕትኡ ግዜ ኣብ ቅድሚ ናይቲ ቨርብ እዮም ዝቆሙ ማለት ኣድቨርብስ ኦፍ ፍሪኮንስ እንድሕር ደልና ኣብ ቅድሚ እቲ ሜይን ቨርብ እዮም ዝቆሙ እቲ ሜይን ቨርብ ቅድሚ ምፅሓፍና እቶም ኣድቨርብስ ኦፍ ፍሪኮንሲ ክንፅሕፎም ይግባእ እዚኣ እንድሕር ፈይጥናያ ብግቡእ ፅቡቕቲ እያ ማለት ስለዚ እቶም ኣድቨርብስ ኦፍ ፍሪኮንሲ ዝበሃሉ ቃላት ንዕኦም እቶም ዘለዉ እቶም ኣነ ኣዳልዮም ዘለኹ ንዕኦም እንዳገለፅኩልኩም ክኸይደ ክንደይ ሚእታዊት እዮም ካብቲ ምድግጋም እዚ እንድሕር ኢልና ክንዚ ሚእታዊት ወይ ከዓ ክንዚ ብዝሒ ዘለዎ ግዜ ይደጋገም ኢልና ኢና ንሕዞ ዝብል ሓበሬታ እንዳሃብኩም ክኸይደ ነቲኦም እዚኦም ጥራይ ግን ከምዘይኮኑካ ኩሉ ግዜ ክትርዱ ደይ ደሎ ማለት እዩ ብምልኦም እትዮም ኣድቨርብስ ኦፍ ፍሪኮንሲ ዝበሃሉ ብምልኦም ከምፀም ኣይክእልን ምክንያቱ ከም ዝበልኩም ብዙሕ ግዜ ክወስደልና ስለ ዝኽእል ማለት እዩ እዚ ናምበር ዋን ኤልዌይስ እንድሕር ኢልና ኤልዌይስ እንድሕር ኢልና ሚኢት ካብ ሚኢቲ ኩሉ ግዜ ዝደጋገም ነገር ኦልዌይስ ንብል ሚኢት ካብ ሚኢቲ ክደጋገም ዝኽእል ኩሉ ግዜ ክደጋገም ዝኽእሉ ነገራት እንድሕር ኣልዮም ፀሓይሲ ኩሉ ግዜ ትበርቕ ምሽ ሓቀይ እዚኣ ኤልዌይስ እያ ትበርቕ ስለዚ ኤልወይስ ክንብላ ንኽእል ኢና ምክንያቱ ወላ ሓደ መዓልቲ ኣቋርፂ ኣይትፈልጥን እያ ኩሉ ግዜ እያ ትገብሮ ኩሉ ግዜ ንዝኸውን ነገር ክንገልፆ እንድሕር ኮይና ሚእቲ ካብ ሚእቲ ክደጋገም ዝኽእል ነገር እንድሕር ኮይኑ ኤልወይስ ኢልና ክንገልፅ ኣለና ማለት ኤግዛምፕል ሺ ኤልወይስ ድሪንክ ኮፊ ኢን ደ ሞርኒንግ መዓልታዊ ኮፊ ንግሆ ንግሆ ኩሉ ግዜ ንግሆ ንግሆ ኮፊ ሰቲ ሺ ኤልወይስ ድሪንክ ኮፊ in the morning እዚኣ ሕጂ እንታይ እያ ሚእቲ ካብ ሚእቲ ማለት ዝኾነ መዓልቲ ኣይተቋርፅን እያ እዚኣ ክትሕዘና ክንሕዘና ናምበር ቱ ዩዥዋል እንተይልና ከዓ ሰማንያ ሚእታዊት ዩዥዋል እንተይልና ከዓ ሰማንያ ሚእታዊት ካብቲ ክትገብሮ ዝግባ ምድግጋሙ ሲ ሰማንያ ሚእታዊት እያ ትደጋግሞ ማለት እዩ ፎር ኤግዛምፕል ሂ ይደጋግሞ ወይ ትደጋግሞ ንደጋግሞ ኩልና ኢና እቲ ሳብጀክት ኩሉ ግዜ ንመን እዩ ዝምልከት ንኩልና እዩ ዝምልከት ማለት እቲ በዓል ጉዳይ ንኩልና እዩ ዝምልከት ንሓደ ሰብ ዝምልከት ኣይኮን ሂ ስለ ዝበልኩኹም ሲ ወይ ከዓ ሺ ስለ ዝበልኩኹም ንዓ ጥራይ ዝምልከት ክመስለኩም የብሉን ንዓ ይምልከት እዩ ንዓኹም ይምልከት እዩ ነቲኦም ይምልከት ነቲአን ይምልከት እዩ ነቲኣቶም ይምልከት ኢና ንብል ዘለና ንኩላቶም ይምልከት እዩ ግን ይምልከተና ንኩልና ማለት እዩ ግን ኣብነት ክኾንና ስለ ዘለዎ ሂ usually goes for a walk after a work ናብ ወክ ይኸይድ ናብ ጉዕዞ ሰማንያ ሚእታዊ ሲ ድሕሪ ስራሕ ናበይ ይኸይድ ኣለና ኣሎ ናብ ክጓዓዝ ይኸይድ ስኢሉ ኖርማል ይንቀሳቐስ ድሕሪ ድሕሪ ስርሑ ሲ ይንቀሳቐስ ሂ ዩዥዋሊ ጎዝ ፎር ኦ ወክ ኣፍተር ወርክ ናምበር ስሪ ፍሪኮንትሊ ፍሪኮንትሊ ድሕር ኢልና ሕጂ ተደጋጋሚ እዩ ዝኸውን ማለት እዩ ተደጋጋሚ እዩ ዝኸውን ግን ሚእቲ ካብ ሚእቲ ግን ኣይኮነን ሕጂ ኣብ መንጎ ዩዥዋልን ኣብ መንጎ ኤርዌይስን ዘሎ እዩ ዩዥዋሊ ክንብል ፍሪኮንትሊ ክንብል ኮልና ብተደጋጋሚ እዩ ዝኸውን ብተደጋጋሚ እዩ ዝኸውን ግን ሚእቲ ካብ ሚእቲ ኣይኮነን እዚ ቃ እንታይ ንብሎ ዊ ፍሪኮንትሊ ቪዝት ኣወር ግራንድ ፓረንትስ ሕጂ በቃ ሶኒ ሶኒ ይበፅሖም እየ ገለ ክትብል ኣይትኽእልን ኢኻ ግን ብዙሕ ግዜ ኢኻ ትበፅሖም ሚእቲ ካብ ሚእቲ ግን ኣይኮነን ማለት እዩ ኣዝዩ ትሑት ከዓ ኣይኮነን በቃ ፈፂምካ ዘይረኣ ስድራኻ ዘይትሪእየሉ ግዜ ከዓ የለን ማለት እዩ ብዙሕ ግዜ ኢኻ ትሪኦም ግን ውስን ዝበለ ዘይትሪእየሉ ግዜ ግን ኣሎ ሚእቲ ካብ ሚእቲ ግን ኩሉ ሻዕ ይበፅሖም ኢኻ ኣይብልን ኣሎ ማለት እዩ ዊ ፍሪኮንትሊ ቪዝት

ሓምሳ ሓምሳ ገሊኡ ኣብ ገዛ ይበልዕ ገሊኡ ከዓ ኣብ ደገ ወፂኦ ወይ ከዓ ናይ ደገ መግቢ ይበልዕ ፋስት ፉድ ማለት በቃ ተሰሪሑ ዝመፀካ መግቢ ማለት ተሰሪሑ ዝመፀ መግቢ ፋስት ፉድ ንብሎ ስለዚ እቲ ፋስት እቲ ፋስት ፉድ ሲ ሳምታይምስ ይበልዕ ይብል ኣሎ ማለት እዩ ናምበር ፋይቭ ነቨር ነቨር እንተልካ ወላ ሓደ ግዜ ጌርካዮ ዘይትፈልጥ ነገር ወላ ሓደ ግዜ ኣብ ኣየር ወላ ሓንቲ መዓልቲ ተሰቂልካ ዘይትፈልጥ ነገር ኮንካ በቃ ሓደ ግዜ ነቨር ኢኻ ትብል ነቨር ገይረ ባሕሪ ብባሕሪ ተጓዒዝካ ድሕሪ ዘይትፈልጥ ኮንካ ነቨር በቃ ኣነ ገይረዮ ዘይፈልጥ ሰሪሐዮ ዘይፈልጥ ክትብልሒ ኮንካ ከኣ ዜሮ ብዛዕባኡ ዜሮ ኣፍልጦ ዜሮ ስራሕ እንድሕር ሰሪሕካ ብዛዕባኡ ዝሰራሕካይ ነገር ወላ ሓንቲ ዘየልዩ ከዓ ነቨር ትብል ማለት እዩ ዘይ ነቨር ስሞክ ንሳቶም ሲ ሽጋራ ኣትኪኾም ዝበሃል ኣይፈልጡን ኣብ ህይወቶም ሙሉእ ሽጋራ ኣትኪኾም ዘይፈልጡ ሰባት እንታይ ይብሉ ዘይ ነቨር ስሞክ ይብሉ ማለት እዩ ናምበር ሲክስ ኦኩሽናል ኦኮሽናሊ ማለት ከዓ ሓደ ሓደ ግዜ ኣሎ ማለት እዩ ፍሮም ታይም ታይም በቃ ሕልፍ ሕልፍ ኢልካ ሕጂ ድሕሪ ነዊሕ ግዜ በቃ ሕልፍ ኢልካ ድሕሪ ወርሒ ድሕሪ ክልተ ወርሒ ድሕሪ ሰለስተ ወርሒ ወይ ከዓ ድሕሪ ዝተወሰኑ መዓልታት ድሕሪ ትገብሮም ከይንካ ካብ ኦኬሽናል ፍሪ ኩሉ ግዜ ትገብሮም ነገር ኣይኮነን ግን ሕልፍ ሕልፍ ሕልፍ እንዳበልካ ትገብሮም ነገር ድሕሪ ኮይኑ እዚካ ኦኬሽናል ይበሃል ሺ ኦኬሽናሊ ጎዝ ኣውት ፎር ዲነር ዊዝ ፍሬንድስ ሕልፍ ሕልፍ ኢላ እታ ጓል ሕልፍ ሕልፍ ኢላ ኣብ ደገ ወፂኣ ምስ መሓዙታ ትድረር ሺ ኦኬሽናሊ ጎዝ ኣውት ፎር ዲነር ዊዝ ሃር ፍሬንድስ ናምበር ሰቨን ሶልዶ ሶልዶም ክንብል እንድሕር ኮይና ከዓ ኣዝዩ ውሕድ ዝበለ ከምዚ ሕልፍ ሕልፍ ኢሉ እዚ እውን ሕልፍ ሕልፍ ኢሉ እዩ ከም ድሃር ሃንደበታት ዘለዎ ማለት ሃንደበታት ዘለዎ ኣብ ሃንደበት ገለ ነገር ትገብር ጽኒሕልካ ከኣ ሃንደበትካ ገለ ነገር ትገብር ማለት እዩ ኣብ- ካብቲ ትገብሮ ጉዕዞሲ ዕስራ ዕስራን ሓሙሽተን ሚእታዊ ጥራሕ እንድሕሪ ትሰርሖ ኮይንካ ከኣ እዚ ሰልዶም ይበሃል ማለት እዩ ሂ ሰልዶም ዎች ቴሌቪዥን ሕልፍ ሕልፍ ኢሉ ኣዝዩ ብ- እ፣ ብውሑድ ቁፅሪ ማለት እዩ ድሓር ሃንደበታት ማለት እዩ ስኢልካ በቃ ብፕላን እውን ዘይኮነ ሃንደበት ሃንደበታት ድሕር ክሰርሖ ኮይንካ ከኣ ሰልዶም ክንብል ንኽእል ማለት እዩ ናምበር ኤይት ከዓ ሬርሊ ሬርሊ እንተልና ከዓ ዳርጋ ኣይንገብሮ ኢና ማለት እዩ በቃ ኣዝዩ ውሑድ ዝኾነ ሕጂ ሓደ መዓልቲ ድሕሪ ገርካ ክልተ ኣብ ሂወትካ ምሉእ እዚ ክልተ መዓልቲ ሰለስተ መዓልቲ ኣርባዕተ መዓልቲ ወይ በቃ ኣዝዩ ውሑድ ዝኾነ ግዜ ድሕሪ ገርካዮ ድሕሪ ጌርካዮ ወይ ትገብሮ ድሕሪ ኮይንካ ሬርሊ ኢኻ ትብል ማለት እዩ ግን ኣይገበርኩን ነቨር ግን ክትብል ኣይትኽእልን ኢኻ ምክንያቱ ወረድሲ ሓደ ግዜ ክልተ ግዜ ሰለስተ ግዜ ጌርካ ይስለ ዘለካ ማለት ስለ ሬርሊ ማለት ከዓ ኣዝዩ ውሑድ ዝኾነ ግዜ ኣጋጢሙካ ወይ ከዓ ትገብሮ ነገር ከዓ እንታይ ይበሃል ሬርሊ ይበሃል ማለት እዩ ኣይ ሬርሊ ኢት ሸኮሌት በቃ ነይረ ነይረ በቃ ድሕሪ ነዊሕ ግዜ ሸኮሌት ይበልዕ ክትብል ትኽእል ኢኻ ማለት እዩ ናምበር ናይን ከዓ ኦፈን ኦፈን ክንብል ኮልና ከዓ ብተደጋጋሚ ዳርጋ ሰብዓ ሚእታዊት ማለት እዩ ዳርጋ ሰብዓ ሚእታዊት እንድሕር ትገብሮ ኮይንካ ከዓ ኦፈን ክትብል ትኽእል ኢኻ ማለት እዩ ደይ ኦፈን ጎ ቱ ሙቪ ኦን ደ ዊኬንድስ ሙቪ ክርኢ ሲ ኣብ ዊኬንድስ ሙቪ ክርኢ ይኸይድ እየ ሰብዓ ሚእታዊት ማለት ሰላሳ ሚእታዊት ዘይገብሮ እዩ ኣይከሎን እዩ ናቲ ቦታ ኣይሳተፎን እዩ ትኾነታት ማለት ዝበቲ ሰብዓ ሚእታዊት ግን ኣብ ዊኬንድ ሙቪ ክርኢ ይኸይድ እየ እንድሕር ኢልካ

ተደጋግሞ ነቲ ነገር ከዓ ክሕብሩና ይኽእሉ ማለት እዩ እዚኦም ብግቡእ ክንፈልጦም ክንክእል ኣለና ኣብ ርእሽኡ ከዓ እንታይ እዩ ዝገብር ዘሎ ጀረ ፎር ኤግዛምፕል ደይ ጎ ቱ ሙቪ ኦን ደ ዊኬንድ ሰንተንስ እያ ግን ክንደይ ሚእታዊት ፍሪኮንሲ ናቱ በቃ ብዙሕ ግዜ ድዩ ውሑድ ግዜ ንክፈልጥ ጥራይ ብዘይ መብዛሕትኦም ብዘይ ኣድቨርብስ ማለት እዩ ብዘይ ኣድቨርብስ ሰንተንስ ክትሰርሕ ትኽእል ኢኻ ብዘይ ኣድቨርብስ ማለት እዩ ሰንተንስ ክትሰርሕ ትኽእል ኢኻ ግን ኣድቨርብስ እንድሕር ወሲካሎም እንታይ እዮም ዝያዳ ሓበሬታ ሞዲፋይ ይገብሩልካ ማለት እዩ ከምቲ ዝበልና ሞዲፋይ ክትገብሩልካ ስለ ዘለዎም ይሓተትዎም ስለዚ ዘይ ጎ ቱ ስኩል ቱ ሙቪ ኢንደ ዊኬንድ እዚኣ ሰንተንስ እያ ሙሉእ ሓሳባት እያ ማለት ግን ክንደይ ግዜ እዮም ዝኸዱ ንክትምልስ እንድሕር ኮንካ ግን ኦፈን ተትበላ ኣለካ ስለዚ ኦፈን ከዓ ድሕሪ ሳብጀክት ምስ በልካ ኣድቨርብስ ኦፍ ፍሪኮንሲ ድሓር ሜን ሳብጀክት እንደን ዳሬስ ኢና ንብል ዘለና ስለዚ እዚኣቶም ከዓ ብግቡእ ክንፈልጦም ይግብኣና ንሎም መዓንቲ ዝነበረት ንመደብ እውን ኣብዚኣ ወዲየ ኣለኹ ኣብ ዝቕፅል ከዓ ብካልእ ትሕዝቶ ክንራኸብ ኢና ክሳብ ሽዑ ሰሰናይ ባይ